ሰላም ሰላም ኣብ መላእ ዓለም ትርከቡ ክቡራትን ክቡራን ተኸታተልቲ ናይ ቻልና ሎማዓንቲ ድማ ምስ ሓፍትና ዝውትዕበ ተረኺበ ዘለኹ ያው ንሳልሳይ ግዜ ተረኺበ ዘለኹ እዛ ትሪእዋ ዘለኹም ሓፍትና ክቡር በዓል ገዝኣ ሸዊት ሓጎስ ዝተባሃለ ብፃይና ማለት እዩ ክቡር መስዋዕቲ ከፊሉ ያው ሰለስተ ቆልዑ እያ እንዳዓበየ ትርከብ ዘላ ስለዚ ሎማዓንቲ ዝተረኸብናሉ ዋና ምክንያት ግን ካብ ሃገረ ሆላንድ ዝነብር ሓውና ኣብ ዝሓለፈ እውን ከምኡ ገይሩ ሓጊዙና ነይሩ። ሕዚ እውን ያው ቆልዕ ስለ ዝሓዘት ክረምቲ እውን ከይትሽገር ብምባል ዝለኣኸለይ ኣብዚኣ እኒዋ ዓሰርተ ሽሕ ሒዘልኪ መፅየ ዘለኹ መእዙቲ ስለዚ ያው ሓውና ሃይለ ዕቑባዝጊ ንዝገበርካልና ሓገዝን ደገፍን ብጣዕሚ ከመስግን ደሊ ናይ ኩሉ ግዜ ደጋፊና ውን ኢኻ እሞ ብጣዕሚ ኣነ ውን ብሽም ቻነለይን ብሽም ተኸታተልተይን የቐኒለይ ክብለካ ይደሊ እስኪ ንካልኣይ ግዜ እዩ ዝሕግዘና ዘለሞ ዙቲ እስኪ ንሃይለ ዕቑባዝጊ ኣመስግንለይ ዮ ሃይለ ሓወይ ከምዚ ቢሉ ንዓይ ቅድሚ ሕዩ ረዲኡኒ ፀገመይ ሕዩ እውን ቆልዕ ሒዛ እያ ኢሉ ናተይ ፀገም ተረዲኡ ከምዚ ኣቢሉ ዝሃበኒ ብጣዕሚ እየ ዘመስግን የቐንየለይ ክብል ይደሊ ደጊመ ደጋጊመ እቲ ዘይውዳእ ዝህብ ጎይታ ዘይውዳእ ይሃቦ እዞም ኣቦ ዝሰኣኑ ደቀይስ ኣቦ ኮይንዎም ደጊሞ ዘኪርኒ ብጣዕሚ እየ ዘመስግን የቐንየለይ ክብል ይደሊ ያው ኩሎም ፅቡቕ ዝገበርለይ ኣብ መላእ ዓለም ዝርከቡ ከም ዝገለፅካዮ ያው ብርክት ዝበሉ መያ ገይሮምለይ እዮም ፀገመይ ረዲኦም እዮም ደጊመ ደጋጊመ የዕንየለይ ክብል ይደሊ። ያው ሃይለ ሓውና ንሕና ውን እተን ዝለኣከልና ኣብፂሕና እታ ምስጋና ውን ተቐቢልና ኣለና እሞ እስኪ ሓፍትና እዙቲ ሕዚ ሰለስተ ቆልዑ ሒዝኪ ኣለኺ እሞ እስኪ መነ መን እዮም ዝበሃሉ ዕድሚኦም ክንደይ ክንደይ እስኪ ንገርኒ።
ዕድሚኦም ሄለን እዛ ብኹረይ ትሽዓተ ዓድሚያ ያው እዚ ካልኣይ ወዲ ከምዝረእኹሞ ዝኸደ ቆልዓ ኸዓ

እቲ ትርፉ ማለት እዩ ንሓደ ጎና ጎኒ ዝሰርሖ ስራሕ ብዙሕ እዩ ዘሎ ካብኡ እውን ዋግኡ እውን ኣይራኸብን ንሰን እየን ዝኸበረ ዝኾና ዋላ ክኾኖ እውን ነንወይቲ ዋላ ተዘይኮነስ ዋግኡ ናታተን ይብልፅ ትብል ስለዚስ ክቕኖ ይኽእል እየ እሞ ናይ ቁኖ መሳርሕታት እንተዝረክብ ነይረስ ኣነ እውን ንሱ ሰሪሐ ደቀይ ምዓበኹ ደቀይ መመርኩ ደቀይ ምናበኹ እየ ክትብልኝ ዘለኹ ማለት እዩ እሞ ያው ክብራትን ክብራንን ያው ሓፍትና ትሰምዑ ከም ዘለኹም ናይ ቁኖ ልምዲ ከም ዘለዋ ኣብዚ መለኡ እንዳቆነነት ደቂ ከም ተመሓድር እያ ኣዋጊዓትኒ ዘሎ እሞ እዛ ገዛኺ ገዛ ክራይ ድያ ወይስ ናይ ቤተሰብ እዩ? ክራይ እዩ።
ገዛ ክራይ እዩ። ክንደይ ክትከፍሊ?
ሽሕ እየ ዝኸፍል ለሚነዮ ማለት ሽሕ ንሓሙሽተን ኢልኒ በጃኻ ፀገመ ኣይትርእየኒ ኣለኻ ቆልዑ ሒዘ ገለ ኢለዮ ያው ሽሕ እየ ዝኸፍል ኣብ ቀዳማይ ዙር ኣብ ዝተዋህበ ሚእትን ሓምሳን ስድራ ስዋት ብበዓል ገዛኺ መሬት በፅሒኪ ከም ዘለዎ ሓበሬታ ረኪበ ኣለኹሞ መሬት ይህብና ከም ዝበልካዮ ግን ምንም ዝቆረብኩሉ ነገር የብለይን መስርሒ በቃ ገድጊደ ከይቅመጦ ከዓኒ ያው ሎሚ ከም ትሪእዎ ዘለኹም ልያው እየደቁስኻ ከመይ ኣቢልካ ክትድቅስ ትኽእል ሰነፊት ዝኸውን እቲ ማዕጾ እቲ ግድግዳ ኣይጸንዕን ብዙሕ ይሓስብ ካብኡ በቃ ክኾነለይ ይኽእል መቸም እንታይ እሞ እየ ገይረ ክሰርሖ ኢለስ ተስፋ ቆረጽ እየ
እሞ እስኪ ብመጀመርያ ኣብ ቀዳማይ ዙር ስኹን እንኳዕ ሞተ መሬት ንምርካብ ኣብቅዓኪ ካብኡ ክቡራትን ክቡራንን ተኸታተልትና ያው ሓፍትና እዚ ትዕበ ትስምዕዎ ኣለኹም ያው ሰለስተ ቆልዑ ሒዛ እያ ደቂ ክትዕቢ ተንከርከር ትብል ዘላ እሞ ንሕና እውን ኣብ መላእ ዓለም ኮይና ክንሓግዛ ኣጆኺ ኣብ ጎኒ ክልናልኪ ክንብላ በዚ ኣጋጣሚ እዚኣ ኑ መልእኽተይ ክሓልፍ ይደሊ ሎማዓንቲ ምስ እዝውቲ ዝነበረኒ መደብ ግን ያው ኣብዛዚመ ኣለኹ ሓውና ሃይለ ዕቋዝጊ ግን ብጣዕሚ ዝገበርከዮ ደገፍን ሓገዝን ብጣዕሚ ከመስግን ይደሊ ይቀኒለይ